ሰላም ሰላም ሰላም ተኸታተልቲ ኣዶ ቻነል ኣብ ውሽጢ 20 ደቂቃ ወይ ድማ 30 ደቂቃ ብነፃ ትምህርቲ ምምሃር በዓል ፍሉይ ክእለት ከም ዝኾኑ ይፈልጡ ዶ? በዚ መሰረት ድማ ብምርጫኹም መሰረት ወናኒ ፍሉይ ክእለት ዝገብር ዌብሳይት ሒዘልኩም ቀሪበ ኣለኹ። ብርግፀኝነት ድሕሪ እዛ ቪድዮ ምርኣይኹም በዓል ፍሉይ ክእለት ኮይንኩም ክእለትኩም ናብ ገንዘብ ከም ትቕይርዎ ብተወሳኺ እውን ንካልኦት እዚ ዕድል እዚ ከይዘይረኸቡ ከም ትሕብርሎም በዓል ሙሉእ ተስፋ እየ። ሰናይ ፃንሒት ክኾነልኩም ድማ ኣቐዲመ ምነ ሕዚ ሒዘልኩም ዝቀረብኩ ድማ ኣብ ጎግል ክሮም ብምእታው ዩደሚ ዝብል እዩ። ስለዚ ፍሪ ኮርስ ትመሃርሉ ነፃ ሓደ ሓደ ትምህርትታት ትወስድሉ ዌብሳይት እዩ። ኣብ ጎግል ክሮም ብምእታው ዩደሚ ዩዲ ኢኤምዋይ ኢልኩም ትፅሕፉ ካብኡ መጀመርያ ክመፅልኩም እዩ ዩደሚ ኦንላይን ኮርስ ዝብል ማለት እዩ ኣብዚኣ ክሊክ ትገብሩ ክብረት ትዕዝብቲ ዶ ቻነል እዚኣ ክሊክ ምስ ገበርኩም እቲ ዌብሳይት እዚ እዩ ዝመስል ዝመፀልኩም ማለት እዩ ስለዚ ኣብቲ ዌብሳይት መፀልኩም ብቐጥታ እዚ ስለ ዝኾነ ደንብ ቸገርዎ ሶ ታሕቲ እውን እንታይ እዩ ዝህብ ዝብል ቸክ ናገበርኩም ዘድልየኩም ነገራት እንተሃልዮም እውን ኣብዚ ብደንብ ምፍታሽ የድልየኩም ማለት እዩ ስለዚ እቲ ዌብሳይት ብሓፈሻ ሙሉእ ብሙሉእ እንተይኮነስ ፍሪ ኮርስ ኣለዎ ብዶላር ዝግዘኡ ኢኻ ከፊልካ ትመሃሮም ከዓ ኣለዎ ማለት እዩ ስለዚ እዮም እዚኦም ከፊልካ ትመሃረሎም እዮም ቅድሚ ሕዚ ዝነበሮ ቀኒሱ ኣሎ ያው ንኣብነት ከም ንሪኦ ዘለና ኣርባዕተ ነጥቢ ሽዱሽተ ስታር ዘለዎም ኣለዉ ኣርባዕተ ነጥቢ ሸውዓተ ሓሙሽተ ስታር ዘለዎም ኣለዉ ብዝሒ ካብ ተምሃሮ ወይ ከዓ ኣብቲ ዩደሚ ኮርስ ተኸታቲሎም ዝሃብዎ ኣስተያየት እዩ እቲ ስታር ማለት እዩ። ስለዚ ንሕና እውን ካብ እንምሃሮ ንሱ ንክና ስለዚ ኣብዚኣ ኢኹም ትእልሹ ማለት እዩ እዚኣ ዘደለኹሞ ፍሪ መጀመርያ ግን ክትፈልጦ ዝግበኩም ኣብዚ ከባቢዚ ሳይን ኢን ትብለኩ ማለት እዩ ሳይን ኣፕ ትገብርልኩም ኣነ ኣጋጣሚ ሳይን ኢን ገይረ ስለ ዝነበርኩ ቅድሚ ሕዚ ስለ ተመዝጊበ ስለ ዝነበርኩ እዩ ስለዚ ንስኹም ግን ሳይን ሳይን ኣፕ ኢልኩም ኢኹም ትኣትዉ ማለት እዩ ስለዚ ክብረት ተዓዘብቲ ኤንዶ ቻነል እዚ ኮርስ እዚ ብጣዕሚ ጠቓምን ንቐጻሊ ሓደ ሓደ ነገራት ዓርስኹም ክኢልኩም ስኪል ስፔሻሊ ብጣዕሚ ትደልይዎ ምስቲ ናትኩም ክእለት ሓቢሩ ብጣዕሚ ክጠቕመኩም ዝኽእል ዌብሳይት እዩ ብደንቢ ዌብሳይት እዚ ተኸተልዎ ማለት እዩ ሶ ዌብሳይት እዚ ምስ መጸልኩም ሳይን ኣፕ ዝብል ኢኹም ብሉ ማለት እዩ ሳይን ኣፕ ወይ ከዓ ዌብሳይት ዝዩ ዝመስል ሕድሕድ እንታይ ከም ዝህብ እዩ ዘርኢ ዘሎ ሶ ብዙሓት ኣለዉ ብዙሕ እዩ ስለዚ ዩደሚ ብጣዕሚ ዓብዪ ፕላትፎርም እዩ ዓብዪ ዌብሳይት እዩ ሶ ክልተ ዓይነት እዩ ነፃን ገንዘብ ክፍሊ ዘለዎን እዩ ዝህብ ማለት እዩ ስለዚ ኣብዚ ሳይን ኣፕ ትብልዎ ማለት እዩ ሓደሽቲ ሳይን ኣብ ትብልዎ ስምኩም ተእትዩ ሶ ኢሜይል ተእትዩ ፓስዋርድ ተእትዩ ማለት እዩ ቅድሚ ሕዚ ዘለኩም ተኮይኑ ግን ሎግኢን ኢልኩም ተኣትዩ ማለት እዩ ብዙሕ ዘፀግም ነገር የብሉ ብጣዕሚ ቀሊል እዩ ሶ ብቀሊሉ ክትፈልጥዎ ክትርደዎ ትኽእሉ ነገር ስለ ዝኾነ ሳይን ኣፕ ትብሎ መጨረሻ ማለት እዩ ሶ ኣነ ሎግኢን እየ ክብሎ ስለ ዘለን ቅድሚ ሕዚ ማለት እዩ ሶ ሎግኢን ዘለኩም እውን ሎግኢን ኢልኩም ተኣትዩ እሺ ስለዚ ያው እቲ ዌብሳይት ባዕሉ እዚ እዩ ሶ ኣብዚኣ ሰርች ፎር ኤኒቲንግ ትብልላ ስለዚ ምናልባት ስቲ ዩቲብ ሲኦ ኢለ ክፅሕፍ ሞ ዩቲብ ዩቱብ ሲኦ ስለ ዩቱብ ያው ኣብኡ ኣለዉ መዓት ተጻሒፎም ኣለዉ ዩቱብ ሲኦ እዚኣ ሰርች ኢንጂን ኦፕቲማይዜሽን እየ ደልየ ኣለኹ ኣነ ሶ እዚ ኤግዛምፕል እዩ ንኣብነት እንታይ ከመይ ገይርኩም ሰርች ክትገብሩ ድሌትኩም ከም ድሌትኩም መሰረት ጌርኩም ክትብሉ ትእልሹ ትኽእል ኢኹም ማለት ስለዚ ኣብዚ ክንደይ ዶላር ከም ዘኽፍል እዩ ዘርኢ ዘሎ ሶ ብደንብ ይርኣይዎ እዚ ብዶላር እዩ ብፍሪ ከበይ ኢና ንረክብ ኣብ ኢና ክንረክቦ ዝብል ብደንብ ከርእየኩም እየ ሶ እዚ ዶላራት ዝኽፈሎም እዮም ማለት እዩ ሶ ከፊልና ክንመሃር ንኽእል ኢና ዓቕሚ ዘለዎ እዚ ዓቕሚ ዘይብሉ ግን ነፃ ኮርስታት ስለ ዘለዎ ኣብቶም ነፃ ኮርስታት ኣፕላይ ምግባር ማለት ስለዚ ብደንቢ ክንዕዘቦ ዝግበአና ሬቶም ዝሓሸ ዝኾኑ ዝሓሸ ትምህርቲ እዩ ማለት ስለዚ ኣብዚ ንመፅእ እሞ ፕራይስ ዝብል ክሊክ ንገብር ማለት እዩ ፕራይስ ክልተ ዓይነት ፔይድ እና ፍሪ እኒኦ ስለዚ ፔይድ ማለት ከፊልና ማለት እዩ ፍሪ እንተኮይኑ ነፃ ማለት እዩ ስለዚ ኣብዛ ነፃ ዝብል ክሊክ ትገብሩ እሞ ይኸው ዩቲብ ሲኦ ራንኪንግ ዩር ቪዲዮ ነምበር ዋን ፍሪ መፂልኩም ሬቱ ግን ኣርባዕተ ነጥቢ ሰለስተ እዩ ልዕሊ ሰለስተ ሚእቲ ዓሰርተ ሸውዓተ ሰብ ቸጌር እውን እዩ ማለት እዩ ልዕሊ ሰላሳ ደቂቃ እዩ ዝውድእ ሶ ቀፃላይ ዩቱብ ሲኦ ደግሞ ኣርባዕተ ነጥቢ ሽዱሽተ ቤዚክ ቱ ኣድቫንስ እዚ እውን ሶ ብደንቢ ክትመሃርሉ ትኽእሉ መደድ ስለ ሲኦ ዩቲብ ሲኦ ከመይ ከም ትመሃሩ ኣብዚ ምክትታል እዩ ዘድልየኩም ንኣኹም ማለት እዩ ስለዚ ሕድሕድ እናተኸታተልኩም ብደንቢ ክትምሃሩ ይግበኩም ማለት እዩ ክብራት ተከዘዘብቲ ኣዶ ቻነል ብዙሓት እዮም ከክም ድሌትኩም መሰረት ጌርኩም ክትሪኡ ክትኸዱ ኢኹም ዋናኡ ዝድለይ ምምሃር ስለ ዝኾነ ማለት እዩ ስለዚ ስኪሉ ዝሓሸ ስኪል ሒዝካ ምውጻእ ወይ ደሞ ተማሂርካ ንዝሓሸ ለውጢ ምድላው ስለ ዝኮነ ስለዚ ነጻ ዝህብ ሓደ ዌብሳይት ዩደሚ ይበሃል ማለት እዩ። ክብራት ተዓዘብቲ ኣዶ ቻነል ዩደሚ ብክልተ ዓይነት መልክዑ እዩ ዝህብ እቲ ሓደ ፍሪ ኮርስ ኦንላይን እዩ ካልኣይ ደግሞ ፔይድ ኮርስስ ዝበሃል እዩ ፍሪ ኮርስ ማለት ኦንላይን ቪድዮ ኮንቴንት ዝሰርሐ ኮይኑ እቲ ቪድዮ ተማሂርና ንወፀሉ ስኪል ሒዝናሉ ንወፀሉ ይኸውን ኣብ ሰርተፍኬት እንተመፂእና ግን ሰርተፍኬት ስለዝወዳእና እቲ ኮርስ ስለዝወዳእና ሰርተፍኬት ኣይወሃበናን ሰርተፍኬት የብሉይ ማለት እቲ ፍሪ ኮርስ ዝበሃል ካልኣይ ምስቶም መምህራንና ሕቶ መልስን የለን ማለት እዩ ስለዚ ቪድዮ ርኢና ቪድዮ ተመሂርና ብቐጥታ ኢና ንገድፎ ማለት እዩ መሰጅ ከዓ ብቐጥታ የብልናን ማለት እዩ ኣብ ፔይድ ግን እንታይ ኣሎ ቪድዮኡ ኦንላይን ኮንቴንት እዩ። ስለዚ ናይ ኦንላይን ኮይኑ ሰርቲፊኬት ግን ኣብ መጨረሻ ኮምፕሊሽን ኣሎ ማለት እዩ። ሰርቲፊኬት ምውዳእና እታ ኮርስ ምስ ወዳእና ሰርቲፊኬት ይወሃበና ማለት እዩ። ሳልሳይ ኢንስትራክተር ኮሽን ኤንድ ኣንሰር ኣሎ ምስ መምህር ሕቶን መልስን ኣሎ ማለት እዩ። እቲ ራብዓይ ኢንስትራክተር ዳይሬክት መሰጅ ክፅሕፈልና ክኽእል እዩ ብቐጥታ ናባና ማለት እዩ ስለዚ ክብራት ተዓዘብቲ ኣዶ ቻነል ፍሪ ኮርስ እና ፔድ ኮርስ ዘብሎም እዚኦም እዩ መፈላለየ ማለት እዩ እቲ ፍሪ ኮርስ ምንም ክፍያ ዝነኸፍሎ ነገር የለን ብፔድ ግን ናይ ባዕሉ ዝተቐምጠሎ ብብደረጃኦም ኣለዎ ስለዚ ክንመርፅ ከለና እዚ ኣድቫንቴጅ መሰረት ገርና ዓቕሚ እንተሃሊና ፔድ ኮርስ ዝብል እንተንመርፅ ዓቕሚ ዘይብልና እንተኮይንና ናይ ምኽፋል ማለት እዩ ናይ ምኽፋል ዓቕሚ እንድናሃና ፍሪ ኮርስ እንተማሂርና ተክኒካል ስኪሉ ሒዝና እዚኣ ሰርቲፊኬት ማለት እዩ ንኸይድ ንኽእልና ይኹን ዳ እምበር ክብራት ተዓዘብቲ ኣዶ ቻነል ብደንቢ ክትብልዎ እትኽእሉ መብዛሕትኡ ስታር ኢኹም ብደንቢ ፍሪ ኮርስም ስታሩ ካብ ክንደ እዩ ካብ ኣርባዕተ ንላዕሊ ካብ ሓሙሽተ ማለት እዩ ካብ ኣርባዕተ ንላዕሊ ኣርባዕተን ልዕሊኡ እንተኮይኑ ዝምረፅ ይኸውን ማለት እዩ ቤስት ሓሙሽተ እዩ ሓሙሽተ ስታር ዘለዎ ካብኡ ቀፂሉ ከምኡ ናለ ንሰናቐንስ ይኸይድ ስለዚ ሚኒማም ግን ካብ ኣርባዕተ ንላዕሊ ክኸውን ኣለዎ ማለት እዩ ካብ ኣርባዕተ ንላዕሊ ስታር ዘለዎም ብደንቢ ተትመሃሩ ማለት እዩ ምክንያቱ ኮርሲ ኩሉ ሪዩስ ስታር ብደንቢ ስለ ዝህዎ ማለት እዩ። ሶ ንስኹም እውን ስታሮም ብደንቢ ቸክ ትገብሩ ፔድ ትምዝገቡ ትኽእሉ ወይ ድማ ክትከፍቱ ደሞ ስታር ኢኹም መጀመርያ ትሪኡ ስታሮም ሓሙሽተ ዘለዎም ክትኣትዩ ኣለኩም ኣርባዕተ ነጥቢ ትሽዓተን ኣርባዕተ ነጥቢ ሸሞንተን ልዕሊኡ ኣርባዕተ ነጥቢ ሸሞንተን ልዕሊኡ ዘለዎም ኢኩም ክትኣትዉ ዝግበኩም ማለት እዩ። ካልኣይ ደሞ ኮስት ዋይዝ ዝበሃል እቲ ብክንደይ እዩ ዝኽፍል ምክንያቱ ተመሳሳሊ ዓይነት ኮይኖም ተመሳሳሊ ዘኽፍሉ ሶ እሱ ብደንቢ ቸክ ምግባር የድሊ እዩ ማለት እዩ። ክብረት ታዘብቲ ኣዶ ቻነል እታ ቪድዮ ቁም ነገር ዘለዋ ኮይና እንተረኺብኩማ ላይክ፣ ሼር፣ ኮመንት እንዲሁም ሳብስክራይብ ምግባር ከይትርስዑ። ኣብ ቀጻሊ እውን ከምዚን ካልኦትን ዝተፈላለዩ ዓይነታት ንዓኹም ዝምጥን እዮም ኢለ ሒዘ ክቀርብ እየ ስለ ዘዳመጽኩምኒ የመስግን።